ኣርእስተ ዜና ቀዳማይ ሚኒስትር ኣብዪ ኣሕመድ ምስ ፕሬዚደንት ሉዓላዊ ቤት ምኽሪ ሽግግር ሪፐብሊክ ካብ ወፃኢ ኣብ ምምዕባል ዝርከባ ሃገራት ኣብ ጎኒ ዩክሬን ደው ንክብላ ብምዕራባውያን ጸቕጢ ይግበረለን ኣሎ ክብሉ ሚኒስትሪ ጉዳያት ወፃኢ ሩስያ ሰርጌይ ላቭሮቭ ተዛሪቦም። ኣብ ዝተፈላለዩ ኩርናዓት ዓለም ኮንኩም ፈነውና ኣብ ምክትታል ትርከቡ ዝኸበርኩምን ዝኸበርክንን ተኸታተልትና ከመይ ትውዕሉ ንሎሚ ሓሙስ 18 ጥሪ 2015 ዓ ም ድሕሪ ሰዓት

ኣብቲ ዝተጀመረ ከይዲ ዘተ ኢትዮጵያ ምስ ሱዳን ዘለዋ ዝምድና ምግላፆም ዝተረኸበ ሓበሬታ የረድእ። ብቀዳማ ሚኒስትር ኣብይ ኣሕመድ ዝምራሕ ጉጅለ ልኡኽ ዕላዊ ዑደት ስራሕ ንምግባር ሎሚ ናብ ሱዳን ምምርሑ ይዝከር። እቲ ጉጅለ ልኡኽ ንሓደ መዓልቲ ዝፀንሕ ዕላዊ ዑደት ስራሕ ከምዝገብር ተገሊፁ ኣሎ። ምዕባይ ጽፈቱ ዝሓለወ ፍርያት ቅመማ ቀመም ፍሉይ ቆላሕታ ዝደሊ ስራሕ ምዃኑ ቀዋሚ ኮሚቴ ጉዳያት ምሕደራን ቁጽጽርን ወጻኢ መንግስቲ ኣተሓሳሲቡ። እቲ ቀዋሚ ኮሚቴ ኣብ ኣፈጻጽማ ዕዳጋ ቅመማ ቀመም በዓል መዚ ቡን ሻሂን ገምጋም ኣካይዱ ንጸብጻብ ግልጋሎት ዜና ኢትዮጵያ በሪሁ ብርሃነ
ኣብ ባይቶ ወከልቲ ህዝቢ ቋሚ ኮሚቴ ጉዳያት ኣጠቓቕማን ቁፅፅርን ወፃእታት መንግስቲ በዓል መዚ ቡንን ሻህን ኣብ ዕዳጋ ቅመማ ቐመም ዝነበሮ ኣፈፃፅማ ገምጊሙ ኣሎ። ዋና ዳይሬክተር እቲ በዓል መዚ ዶክተር ኣዱኛ ደበላ ፍርያት ቅመማ ቐመም ንኽዓቢ ምሩፃት ዘርኢ ናብ ሓረስቶት እናተባፅሐ ከምዝርከብ ኣብ ዘቕረብዎ ፀብፃብ ኣልዒሎም እዮም። ኣምስት የቅመማ ቅመም ዓይነቶች፣ በርበሬ፣ ኣብሽ ድምብላል ናይ። ሓሙሽተ ዓይነት ቅመማ ቅመም ማለት ድማ በርበረ፣ ኣባዕኸ፣ ፃቕዳ፣ ፃዕዳን ፀሊምን ኣውስዳ፣ ምሩፅ ዘርኢ ካብ ማእኸል ምርምር ወሲድና ንዝተመረፁ ሓረስቶት ኣባፂሕና ኢና። ብዚ መሰረት ድማ ስልጠና ሂብና ኢና። ኣብ ዕስራን ሸሞንተን ወረዳታት ሰሪሕኻ መርኣዪ ቦታታት ኣለዉና። እዞም ዕስራን ሸሞንተን ወረዳታት ማእኸላት ስልጠና ኢና ገይርናዮም። ኢትዮጵያ ካብ ምህርቲ ቅመማ ቅመም እትረኽቦ ረብሓ ንክዓቢ ኣብ ምምሕያሽ ፅፈትን ዓቐንን ይስራሕ ከምዘሎ እውን ኣብቲ መድረኽ ተመላኺቱ ዩ። በርካታ ክልሎች ኣሉ ቅመማ ቅመም ላይ ኣርሶ ኣደሩ በስፋት የሚያመርተው እና። ሓረስታይ ብዓብይኡ ቀመማ ቀማም ዘፍርን ወረዳታት ኣለዎ። ደረጃ መዳቢ እናተሰናደኣ ይርከብ። ተኣማኒ ማእኸል ሓበሬታ ምድላው እውን የድሊ እዩ። መፍረያይ ድማ ዝግብኦ ረብሓ ክረክብ ኣለዎ። ካብ ውሽጢ ዓዲ ሓሊፉ ናብ ዕዳጋ ዓለም ክነቕርብ ንኽእል ኢና። ብዙሓት ዓይነታት ቀመማ ቅመም ስለዘለውና ኣብዚ ጠመተ ሂብና ክንሰርሕ ኢና። ቋሚ ኮሚቴ ጉዳያት ኣጠቓቕማን ቁፅፅርን ወፃእታት መንግስቲ ካብ ምህርቲ ቀመማ ቐመም ክርከብ ዝኽእል እቶት ከይዓቢ ምኽንያት ዝኾኑ ጉዳያት ኣልዒሉ በዓል መዚ ቡንን ሻህን ይኹን ካልኦት ኣካላት ብፅሒት ተበግሶ ወሲዶም ክሰርሕሉ ኣተሓሳሲቡ ኣሎ። ሀገራችን ልታገኘው ከምገባው የውጪ ምንዛሪ ልናገኝ እንችላለን ግን ትኩረት ተሰጥቶበት አልተሰራም። ሃገርና ክትረኽቦ ዝግብኣ ሸርፊ ወጻኢ ክንረክብ ንኽእል ኢና። ይኹን እምበር ጠመተ ተዋሂብዎ ኣይተሰርሐሉን። ከምቲ ስርናይ ብወፍሪ ዝሰራሕናሉ፣ ሕርሻ ቅመማ ቅመም እውን ብሃገራዊ ምልዕዓል እንተሰሪሕና ካብቲ ዝጸንሐ ዝሐሸ ጥቕሚ ክንረክብ ንኽእል ኢና። ስለዚ ሃገራዊ ወፍሪ ምልዕዓል ምዕባይ ፍርያት እንተካይድና ነዚ ክነዐውቶ ንኽእል ኢና። ስለዚ ሚኒስትር ሕርሻ ጠመተ እንተዝህበሉ ዝሓሸ ይመስለኒ። ፍርያት ቅመማ ቅመም ንኽዓቢ ብምውዳድ ክስራሕ ከምዝግባእ እውን እቲ ቀዋሚ ኮሚቴ ማዕዳ ሂቡ እዩ።
ህብረ ብሄራዊ ሓድነትናን ሰላምናን ሓሊና ብልፅግና ኢትዮጵያ ንምርግጋፅ ኩላትና ብምትሕብባር ዝተኻእለና ምስራሕ ከምዘድሊ ኣፈ ጉባኤ ባይቶ ወከልቲ ህዝቢ ኣይተ ታገሰ ጫፎ ተዛሪቦም። እቶም ኣፈ ጉባኤ ነዚ ዝገለፁ ኣብ ክልል ሶማሌ ከተማ ጅግጅጋ ዓቕሞም ንዝተሓተ ሰባት መንበሪ ኣባይቲ ኣብ ዘሕለፍሉ እዋን እዩ። ንፀብፃብ ዮሃንስ ፍስሃ ሙሉብርሃን ግርማይ ከም ዝስዕብ ኣዳልያቶ ኣላ።
ኣብ ክልል ሶማሌ ከተማ ጅጅጋ ዝተፈላለዩ ትካላት ፌዴራል ብምትሕብባር ዝሃንፅዎ መንበሪ ኣባይቲ ንተጠቀምቲ ተሓላሊፎም። ኣብዚ መርሃ ግብሪ ዝተረኸቡ ኣፈ ጉባኤ ባይቶ ወከልቲ ህዝቢ ኣይተ ታገሰ ጫፎ ሕውነትና ኣጠናኺርና ብፍቕርን ብሓድነትን ጠንኪርና ምስራሕ ይግበኣና ኢሎም። ከተማ ጅጅጋ ንኣረጋውያንን ዓቕሞም ንዝተሓተን ነበርቲ ምቹው መንበሪ ኣባይቲ ኣብ ዝተበርኸተሉ ዕለት ኹላትና እንተተሓባቢርና ዘይንሓልፎ ፀገም ከምዘየለ ኣብሪሆም። ሰላማችን ለማረጋገጥ የምንሰራውን ስራም ኣጠናክረን እንሰራለን። ሰላምና ንምርግጋፅ እንሰርሖ ስራሕ ክንቅፅል ኢና። ኩላትና ብሓባር ብምትሕግጋዝ ፀገምና እንታይ እዩ ሕቶናኸ ታይ እዩ ኢልና ሕብረ ብሄራዊ ሓድነትና ሓሊና፣ ሕውነትና ኣጠንኪርና ብፍቕርን ብሓድነትን ደው ክንብል ይግባእ። ኩላትና ተሰሪሕና ብልፅግና ኢትዮጵያ ክረጋገፅ ዩ። እዚ ጅማሮ ዩ። ኣብ ክልል ሶማሌ ዝረኣናዮ ምንቕቓሕ ውን ነዚ ዘመላኽት ዩ። ምምሕዳር ክልል ሶማሌ ኣይተ ሙስጠፌ መሓመድ ብወገኖም፣ ድሕሪ ለውጢ ብቀዳማይ ሚኒስትር ኣብይ ኣሕመድ ዝተጀመሩ ስራሕቲታት ጉዕዞ ብልፅግና ዘቀላጥፉ እዮም ኢሎም። የብልፅግና መንግስትን የህዝብ ፊት። መንግስቲ ብልፅግና ኣብ ቅድሚ ህዝቢ ብልፅግንኡ ዘረጋገፀ ትካል እዩ። ብናተይ እምነት ብዙሕ ስራሕቲ ተሰሪሑ እዩ። በዚ ምኽንያት እውን ብርክት ዝበለ ለውጢ ርኢና ኢና። እዚ ፍልይ ዝበለ እዩ። ኣብ ትሑት ብርኪ መነባብሮ ንዘለዉ ዘይረሰዐ እዩ። መንግስቲ ብልፅግና ንሃፍታማት ጥራሕ ከይኮነስ ንድኻታት እውን ድንን ኢሉ ዝርኢ መንግስቲ ምዃኑ ንህዝቢ እውን ቅሩብ ምዃኑ ብተግባር ዘርኣየ መንግስቲ እዩ። ኣብ ቐፃሊ እውን ሰብ ሃብትን ዲያስፖራታትን ብምትሕብባር ዓቕሞም ንዝተሓተ ሓምሳ ኣባይቲ ንምስራሕ ትልሚ ከምተሓዘ እውን ኣፍሊጦም። ይሄን መነሻ በማድረግም የክልሉ መንግስት ባለሃብቶችን እና። ነዚ ከም መበገሲ ብምጥቃም ኣብ ቀፃሊ ሰብ ሃፍትን ዲያስፖራታትን ብምትሕብባር ኣብዚ ከባቢ ተወሳኺ ሓምሳ መንበሪ ኣባይቲ ንምስራሕ ትልሚ ተተሊሙ እዩ። ብሓድሽ መልክዕ ተሃኒፆም ንዝቐረቡ ኣባይቲ ቁልፊ ዝተረከቡ ኣካላት እውን ሓጎሶም ገሊፆም። እቶም ኣባይቲ ካብ ቤት ምኽሪ ባይቶ ህዝብን ካልኦት ኣካላት ብዝተረኸበ ዕስራ ሚሊየን ቕርሺ ዝተሰርሐ ምዃኑ ተሓቢሩ።
ምንቅስቓስ ወፍሪ መረፃ ህዝበ ውሳነ ክልል ደቡብ ኢትዮጵያ ላዕለዎት ሓለፍቲ ስራሕ ፌዴራልን ክልልን ኣብ ዝተረኸብሉ ኣብ ዞባ ጋሞ ምስላጥ ጀሚሩ። ኣፈ ጉባኤ ቤት ምኽሪ ወከልቲ ህዝቢ ፌዴሪኢ ታገሰ ጫፎ ህዝበ ውሳነ ምስረታ ክልል ደቡብ ኢትዮጵያ ብዝምልከት ምስ ነበርቲ እቲ ዞባ ይዝትዩ ኣለዉ። ዕስራን ትሽዓተን ጥሪ ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ ሽዱሽተ ዞባታት ኣብ ዝካየድ ህዝበ ውሳነ ዞባ ጋሞ፣ ወላይታ፣ ጌዴኦ፣ ጎፋ፣ ደቡብ ኦሞን ኮንሶን ሓዊሱ ኣብ ሓሙሽተ ፍሉይ ወረዳታት ደራሼ፣ ቡርጂ፣ ኣማሮ፣ ኣሊን ባስኬቶን ብሓባር ኮይኖም ክልል ደቡብ ደቡብ ኢትዮጵያ ንምጥያሽ ኣብ ዘካየድዎ ህዝበ ውሳነ ዘድሃበ ሓፈሻዊ ከይዲ ኣብ ከተማ ኣርባ ምንጭ መድረኽ ዘተ ተሳሊጡ። እቲ ህዝበ ውሳነ ኣብ ታሪኽ ኢትዮጵያ ንልምምድ ስርዓት ዴሞክራሲ ከም ሓደ ምዕራፍ ዝውሰድ ምዃኑን መንግስቲ ድማ ንሓቀኛ ህንፀት ስርዓት ፌዴራሊዝም ዘለዎ እምነት ዘረጋግፅ እዩ እውን ተባሂሉ'ሎ።

ሰላም እንተዘይሃልዩ ውሕስና ደቂ ሰባት ኣብ ሕቶ ምልክት እዩ እንተበልና ምግናን ኣይኮነን። ስለ ዝኾነ ድማ መንግስቲ ሰላምን ድሕነትን ዜጋታት ናይ ምሕላው ዓብዪ ሓላፍነት ኣለዎም። ኣብዚ ጉዳይ መንግስቲ እንታይ ዓበይቲ ነገራት ይውግን ኣሎ ንዝብል ኣብ ኢቲቪ መደብ ቋንቋ ትግርኛ ኣብ ቀረባ እዋን ሒዝና ክንመጽእ ኢና። ከየምልጠኩም።
ሃገርና ኢትዮጵያ ዘጋጥመዋ ውሽጣውን ግዳማውን ጸገማት ተጻዊራ ኣብዚ ሕዚ እዋን ብርክት ዝበሉ ፕሮጀክትታት ኣብ ምስላጥ ትርከብ። ብመደ እዚ እውን ዓብዪ ግድብ ህዳሴ ኢትዮጵያ ሓዊሱ ካልኦት ዓበይቲ ፕሮጀክትታት ዝድህስስ ትሕዝቶ ኣብ ቀረባ እዋን ተጸቦ ኢና።
ኣብ ሰሜን ክፋል ሃገርና ዝነበረ ጎንፂ ብሰላም ንክፍታሕን ዝዓነው መሰረተ ልምዓትን ማሕበራዊ ግልጋሎታትን ናብ ንቡር ንክምለሱን ግደ ዲያስፖራ ብፍላይ ድማ ግደ ዲያስፖራ ተጋሩ ዝዓዘዘ እዩ ነዚ ጉዳይ ዝድህስስ ትሕዝቶ ኣብ ኢቲቪ መደብ ቋንቋ ትግርኛ ኣብ ቀረባ እዋን ሒዝና ክንመፅእ ኢና
ሃገርና ኢትዮጵያ ብመዳይ ሕርሻ እታሳልጦ ዘላ ስራሕ ሎሚ ዘበን ምህርቲ ስርናይ ናብ ወፃእ ንምልኣኽ ትልሚ ከምዘሎ ይፍለጥ። ኣብ መዳይ እዚ ኩነታት ዘዐውት ድዩ ዝብል ትሕዝቶ ክህልወና እዩ። ብኢቲቪ ትግርኛ ኣብ ቀረባ እዋን ይጸበዩን እዮም።
ፈላማይ መርሃ ግብሪ ኣወሃህባ ኣፍልጦ ዳያስፖራ ከም ዝተኻየደ ግልጋሎት ዳያስፖራ ኢትዮጵያ ኣፍሊጡ። ግልጋሎት ዳያስፖራ ኢትዮጵያ ካብ ወፃኢ ዓዲ ናብቲ መርሃ ግብሪ ንዝመፁ ኣጋይሽ ናይ እንኳዕ ድሓን መፃኹም ኣቀባብላ ገይሩሎም። ዋና ዳይሬክተር እቲ ግልጋሎት መሓመድ እንድሪስ ኣመራርሓ እቲ ኣወዳድባ ኣባላቶም ንምእካብ ንዝገበርዎ ተግባራት ኣመስጊኖም። ኣብቲ መርሃ ግብሪ ዝህልዎም ፃንሒት ዕዉት ንክኸውን ኣድላዪ ደገፍ ንምግባር ድልዋት ከም ዝኾኑ ተወካሊ ሚኒስቴር ጉዳያት ወፃኢ ገሊፆም። እቶም ኣመራርሓ ብግደኦም፣ ዳያስፖራ ኣብ ልምዓት ሃገር ዝህልዎ ተሳትፎ ብዝበለፀ ንምዕባይ ክንሰርሕ ኢና ኢሎም። ፖሊሲ ስልጠናን ትምህርትን ተግባር መሰረት ዝገበረ ብስነ ምግባር ዝተሃንፀ ወለዶ ንምፍጣር ዝሕግዝ ከም ዝኾነ ፕሬዚደንት ዩኒቨርሲቲታት ገሊፆም። ዋለልኝ ታምር ርእይቶኦም ኣተኣኻኺብዎ ኣሎ ከም ዝስዕብ ክቐርብ እዩ።
ለምሳሌ ግብርናን በተመለከተ የላብራቶሪ። ኣብ ሕርሻ ዝምልከት ጉዳይ ኣብ ቤተ ፈተና ኣይኮንካን ትኹረት ትገብር። ኣብ ሕርሻ ቦታታት፣ ኣብ እንስሳት፣ ኣብ ሃፍቲ ተፈጥሮ ትኹረት ጌርካ ኢኻ ትሰርሕ። እዚ ብዝግባእ እንተተታሒዙን ትካላዊ እንተኾይኑ ኣብ ተግባር መሰረት ዝገበረ ትምህርቲ ምሃብ ይከኣል እዩ። ኣድለይቲ ዝበሃሉ ናውትታት፣ ፋይናንስን ካልኦትን ጉዳያት እንተተማሊኡን ኩሉ ብፅሒቱ እንተፈፂሙን ኩሉ ምፍፃም ይከኣል እዩ። ብፍልጠት ዝምራሕ ንግድን ኢንዳስትሪን ክህሉ ድማ ግደ ዩኒቨርሲቲታት ዕዙዝ እዩ። በኢንዱስትሪው፣ በግብርናው፣ በጤናው። ኣብ ኢንዳስትሪ፣ ሕርሻ፣ ጥዕና፣ ኢኖቬሽንን ካልኦትን ዘፈራት ኣብ ከይዲ ተግባር መሰረት ዝገበረ ትምህርቲ ተሳትፎ ኣለዎም እዩ። ተግባር መሰረት ዝገበረ ቤተ ፈተነታትን ማእኸላትን ከምዝህልዎም ነዚ ድማ መንግስቲ ኣድላይ ዘበለ ሓገዝ ከምዝገብር ገሊፁ እዩ። ብዚኦምን ካልኦትን ተመሃሮታት ኣብ ዩኒቨርሲቲ ፃንሒቶም ካብ ስነ-ምግባር ብተወሳኺ ብክእለትን ብኣተሓሳስባን ብፍልጠትን ዝሐሸ ኮይኖም ንክወፁ እቲ ፖሊሲ ኣመላኺቱ ዩ። እዚ ብዝግባእ እንተተፈፂሙ ድማ ካብ ሃገርና ሓሊፉ ንካልኦት ውን ዝረብሕ ተግባር ዩ። እዚ ንምፍፃም ድማ ናይ ትምህርቲ ኣካላት ዓብይ ግደን ልዑል ተበግሶን ዝሓትት ዩ። የካቢ ችግር ከመለየት ጋር ችግሩንም ለይቶ ወደ መፍትሔ ጸገማት ብምእላሽ መፍትሒ ንምንዳይ ኣብ ተግባር መሰረት ዝገበረ ትምህርቲ ምሃብ ወሳኒ እዩ። ላዕለዎት ትካላት ትምህርቲ ኣብዚ ጉዳይ ዓብይ ስራሕ እናፈፀሙ ፀኒሖም እዮም። ተምሃሮታትና ካብ ክፍሊ ትምህርቲ ብተወሳኺ ምስቲ ማሕበረሰብ ክራኸቡ ብምግባር ፀገማት እቲ ማሕበረሰብ ንምፍታሕ ኣሳታፋይ ዝኾነ ስራሕትታት ተጀሚሮም እዮም።

ሸሞንተ ትካላት፣ እቲ ሓደ ቀጥታ ኢንቨስትመንት ወፃኢ እንትኸውን፣ ብሓፈሻ ሸሞንቲኦም ትካላት ልዕሊ ሓደ ሚእቲን ዓሰርተን ሚሊየን ዶላር ካፒታል ኢንቨስት ክገብሩ እዮም ተባሂሉ'ሎ። ከንቲባ ምምሕዳር ከተማ ድሬዳዋ ከድር ጁሃር ካብ ድሬዳዋ ጂቡቲን ካብ ድሬዳዋ ኣዲስ ኣበባን ዝተሃንፀ መጓዓዝያ ባቡር ድሬዳዋ ደወሌ ሃይዌይን መገዲ ኣየርን ንኢንቨስተራት ምቹው ዓቕሚ ዝፈጥሩ እዮም ምባሎም ፀብፃብ መሳርሕትና ዳኒኤል ኣማረ የረድእ። ባንኪ ዓለም ንኢትዮጵያ 745 ሚልዮን ዶላር ሓገዝ ሂቡ። እቲ ሓገዝ ንተበፃሕነት ዝሐሸ ግልጋሎት ጥዕናን ብዝተፈላለዩ ሓደጋታት ጉድኣት ንዘጋጠሞም'ውን ከምዝውዕል ተገሊፁ። ጎንፂ ኣብ ዘጋጠሞም ከባቢታት ኣስታት ዕስራን ኣርባዕተን ሚሊየን ዜጋታት እኹል ግልጋሎት ጥዕና ይረኽቡ ብዘይምህላዎም እቲ ሓገዝ ነዚ ከምዝውዕል ተሓቢሩ'ሎ። ኣብ ዝሓለፉ ክልተ ዓመታት ኣብ ሰሜናዊ ክፋል እዚ ሃገር ብምኽንያት ዝተፈጥረ ጎንፂ ብርክት ዝበለ ህይወት ሰብን ንብረትን ዓንዩ እዩ። ብምኽንያት እዚ ድማ 23 ጥቅምቲ 2015 ዓ.ም ኣብ ደቡብ ኣፍሪካ ከተማ ፕሪቶርያ ኣብ መንጎ መንግስቲ ፌዴራልን ህወሓትን ስምምዕ ሰላም ተኸቲሙ እዩ። ረብሓ ስምምዕ ሰላም ብሓፈሻ ንህዝቢ ኢትዮጵያ ብፍላይ ድማ ንህዝቢ ትግራይ እንታይ ይመስል ንዝብል ስፍሕ ብዝበለ ክንድህስስ ኢና። ኣብ ቀረባ እዋን ብኢቲቪ ትግርኛ ተጸበዩና። ዝዓበየ ዋጋ ዘለዎ ነገር ሰላም እዩ። ዋጋ ሰላም ኣዝዩ ረዚን እዩ። ኣብ ደቡብ ኣፍሪካ ፕሪቶርያ ዝተፈፀመ ስምምዕነት ሰላም ድማ ንመላእ ማሕበረሰብ ተስፋ ዝሃበ እዩ። ብፍላይ ነቲ ስምምዕነት ሰላም ስዒቡ ኣብቲ ኲናትን ጸገምን ዝጸንሑ ወገናት ስምዒቶም፣ ተስፋኦም፣ ሕቶታቶም እንታይ ይመስሉ? እዚ ኣብ ቀረባ እዋን ክንድህስሶ ኢና፣ ተጸበዩና።
ዜና ወፃኢ ኣብ ምምዕባል ዝርከባ ሃገራት ኣብ ጎኒ ዩክሬን ደው ንክብላ ብምዕራባውያን ጸቕጢ ይግበረለን ኣሎ ክብሉ ሚኒስትር ጉዳያት ወጻኢ ሩስያ ሰርጌይ ላቭሮቭ ተዛሪቦም። እቶም ሚኒስትር ጉዳያት ወጻኢ ነዚ ዝበሉ ኣብ ዋና ከተማ ኣንጎላ ሉዋንዳ ንዑደት ኣብ ዝተረኸብሉ እዋን እዩ። ኣብ ኣንጎላ ምስ ሰብ መዚ እታ ሃገር ኣብ ዝነበሮም ጻንሒት እውን ቀንዲ ትኹረቶም ኣብተን ኲናት ዝካየድ ዘሎ ሃገራት ምግባሮም ተገሊጹ። ሰርጌይ ላቭሮቭ ምዕራባውያን ዩክሬል ማእኸል ዓውደ ኲናት ንክትኸውን ገይሮምዋ እዮም ክብሉ ከሲሶም። ኣንጎላ ውድብ ሕቡራት መንግስታት መጀመርያ ኣብ ልዕሊ ሩስያ ኣብ ዘቕረቦ ውሳነ ድምፂ ዘይሃበት ሃገር እንትትኸውን ኣብ ዝሓለፈ ወርሒ ጥቅምቲ ግን ሩስያ ዶብ ዩክሬን ምውራራ ዝኹንን ውሳነ ሓሳብ ደጊፋ ድምፃ ሂባ'ላ ተባሂሉ። ኣብዚ ወርሒ ድማ ፕረዚደንት እታ ሃገር ሩስያ ዘይልወጥን ቅድመ ኩነት ዘይተቐመጠሉን ኲናት ደው ምባል ንክትእውጅ ጻውዒት ኣቕሪቦም። እቲ ናይ ሕዚ ዑደት ሚኒስትር ጉዳያት ወጻኢ ሩስያ ሰርጌይ ላቭሮቭ ኣብ ኣንጎላ ንሃገሮም ዓለምለኻዊ ድጋፍ ንምድላይ ዘተኮረ ምዃኑ ጸብጻብ ኣፍሪካ ኒውስ የረድእ። መንግስቲ ፌደራል ንተግባራውነት እቲ ስምምዕ ሰላም ኣመልኪቱ ኣብ ክልል ትግራይ ቀረብ ሰብኣዊ ሓገዝን ህንፀታት መሰረተ ልምዓታትን ማሕበራዊ ግልጋሎታትን ከም ስልኪ፣ መብራህቲ፣ ባንክን ካልኦትን የሳኽዕ ኣሎ። እንታይ ዓይነት ምዕባለታት ኣለዉ ንዝብል ክንድህስስ ኢና። ኣብ ቀረባ እዋን ብኢቲቪ ትግርኛ ተፀበዩና።
ተረኺቡ ዘሎ ሃዋህው ሰላም ተስፋ ዝህብ ብርሃን ዘመልክት ኣብዚ ሕዚ ሰዓት ነዚ ሰላም እዚ ከተዓናቕፉ ዝደልዩ ጸረ ሰላም ሓይልታት ከየተዓናቕፉ ግደ ሕብረተሰብ እንታይ ክኸውን ኣለዎ? ዝተፈላለዩ ኣካላት ከ እጃሞም ብኸመይ ክዋፅኡ ይግባእ ዝብሉ ትሕዝቶታት ኣብ ኢቲቪ ዜና ከንድስሶ ኢና ኣብ ቀረባ እዋን ተፀበዩና።
ኣብ መወዳእታ ዜና ዕዳጋ ኣብዚ በጀት ዓመት ሽዱሽተ ኣዋርሕ ብመጓዓዝያ ባሕሪ ልዕሊ 18 ሚልዮን ቶን ኣቑሑት ብምጓዓዝ ልዕሊ ትልሚ ምዕዋቱ ትካል ግልጋሎት መጓዓዝያ ባሕሪን ሎጂስቲክስን ኢትዮጵያ ኣፍሊጡ። ኣብ ወደብ ጅቡቲ ፃንሒት ኮንቴነራት ብምንካይ እውን ኣብ ሽዱሽተ ኣዋርሕ ዓሰርተ ትሽዓተ ነጥቢ ሓሙሽተ ቢሊየን ብር ኣታዊ ምርካቡ ተገሊፁ ኣሎ። ንፀብፃብ ፍሬህይወት ረታ ናዝሬት በሪሁ።
ትካል ግልጋሎት መጓዓዝያን ሎጂስቲክስን ባሕሪ ኢትዮጵያ ኣብዚ በጀት ዓመት ሽዱሽተ ኣዋርሕ ክልተ ነጥቢ ኣርባዕተ ሚሊዮን ቶን ግልጋሎት ኦፕሬሽን ምሃቡ ገሊፁ። ካብዚ ውሽጢ ብመጓዓዝያ ባሕሪ ልዕሊ ሓደ ነጥቢ ሸሞንተ ሚልዮን ቶን ኣቑሑት ብምጉዕዓዝ ልዕሊ ትልሚ ምዕዋቱ ዋና ፈፃሚ ስራሕ እቲ ትካል ሮባ መገርሳ ተዛሪቦም። ከፍተኛ ኣፈፃፀሚ የታየባቸው። ልዑል ኣፈፃፅማ ዝተረእየሎም ግልጋሎት ሽርክና ምጉዕዓዝ መኪና እዩ። ብመራኽብ ትካል ናብ ቢለን ዝተጉዓዓዛ መኻይን ካብ ቅድሚ ሕዚ ዝበለፀ ቁፅሪ ኣመዝጊቡ ኣሎ። ከባቢ ኣርባዕተ ሽሕን ክልተ ሚእትን ዒስራን ሽዱሽተን ዩኒት መኻይን ካብ ትልሚ ሰለስተ ሽሕን ሽዱሽተ ሚእትን ኣርባዓን ሓሙሽተን እንትረኣ ልዑል ኣፈፃፅማ ክበሃል ዝኽእል እዩ። ዝርዝር ፅዕነት እውን ሓደ ሚእትን ሓምሳን ሽሕ ቶን ንምጉዕዓዝ ተተሊሙ ኣብ ሽዱሽተ ኣዋርሕ ዝተጉዓዓዘ ክልተ ሚእትን ዓሰርተ ክልተን ሽሕ ቶን እዩ። ብተወሳኺ እውን ሰለስተ ሚእትን ዓሰርተ ክልተን ሽሕ ቶን ዝርዝር ከምኡ እውን ኣርባዕተ ሽሕን ሓሙሽተ ሚእትን ብኮንቲነር ዝተዓሸገ ፅዕነት ምጉዕዓዙ ብምሕባር፣ ብኮንቲነር ካብ ዝተጉዓዙ ፅዕነታት ሞንጎ ሰለስተ ሽሕን ሰብዓን ትሽዓተን ኣብ ውሽጢ ዓዲ ምዕሻጉ ገሊፆም። ብኮንቴነር ታሽጎ ምሄድ ኤክስፖርት ጨምሯል። ብኮንቴነር ተዓሽጉ ዝኸይድ ኤክስፖርት ወሲኹ እዩ። ከም ሃገር ከባቢ ኣርባዕተ ሽሕን ሓሙሽተ ሚእትን ኮንቴነር ብኮሪደር ጅቡቲ ኣቢሉ ተላኢኹ እዩ። ካብ ውሽጢ እዙይ ሰለስተ ሽሕን ሰብዓን ትሽዓተን ኣብ ውሽጢ ዓዲ ተዓሺጉ ዝተላእከ ኮንቴነር እዩ። ከባቢ ሰብዓ ሚእታዊ ማለት እዩ። ዝተረፈ ሰላሳ ሚእታዊ ድማ ኣብ ጅቡቲ ተዓሺጉ ተላኢኹ ማለት እዩ። ስራሕ ምዕሻግ ቅድሚ ምጅማሩ ከባቢ ሸውዓተ ሚእታዊ ዝነበረ ኣፈፃፅማ ናብ ሰብዓ ሚእታዊ ክብ ክብል ክኢሉ እዩ። ዓቕሚ ምፅዓን ተሽከርከርቲ ፅዕነት እቲ ትካል ንምዕባይ ዝኣረጋ ተሽከርከርቲ ካብ ስራሕ ወፃኢ ንምግባር ብዝተገበረ ፃዕሪ ዕድጊት ሓደ ሚእትን ሰማንያን መካይን ምፍፃሙ እውን ተሓቢሩ። ኣብቲ ትካል ዓቕሚ ምልዓል መራኽብ ንምዕባይ ብዝተሰርሐ ስራሕ እውን ቅድሚ ሕዚ ካብ ዝነበራ መራኽብ ብተወሳኺ ዕድጊት ክልተ መራኽብ ኣብ ከይዲ ከምዝርከብ ሓቢሮም። ተሽከርካሪዎች እየገዛን ነው፣ መርከብም እየገዛን ነው። ተሽከርከርቲ እናዓደግና ኢና፣ መርከብ እውን ንገዝእ ኣለና። ሓደ ሚእትን ሰማንያን ሓሙሽተን ከበድቲ ተሽከርከርቲ ፅዕነት ተረኪብና ኢና። ተገጣጢመን ናብዚ ክመፃ እናገበርና ኢና። መራኽብ እውን ንምግዛእ ኣብ ምንቅስቓስ ኢና ንርከብ። ኣብ ውሽጢ ክልተ ሰለስተ ወርሒ ክንርከበን ኢና። ናይ ክልተ መራኽብ ድማ ከይዲ ፋይናንስ ወዲእና ኣለና። መራኽብ እቲ ትካል ኣብ ንግዲ ምቅብባል ብምውፋር ዝለዓለ ውፅኢት ምምዝጋቡ ብምሕባር፣ ኣብዚ መዳይ ትርፊ ምርካብ ምዕባይ ምኽኣሉ እውን ገሊፆም እዮም ከም ፀብፃብ ግልጋሎት ዜና ኢትዮጵያ።

ምንቅስቓስ ወፍሪ መረፃ ህዝበ ውሳነ ክልል ደቡብ ኢትዮጵያ ላዕለዎት ሓለፍቲ ስራሕ ፌዴራልን ክልልን ኣብ ዝተረኸብሉ ኣብ ዞባ ጋሞ ምስላጥ ጀሚሩ። ካብ ወፃኢ ኣብ ምምዕባል ዝርከባ ሃገራት ኣብ ጎኒ ዩክሬን ደው ንክብላ ብምዕራባውያን ጸቕጢ ይግበረለን ኣሎ ክብሉ ሚኒስትር ጉዳያት ወፃኢ ሩስያ ሰርጌይ ላቭሮቭ ተዛሪቦም። ንሎሚ ሓሙስ ሰዓት 12 ዜና ናባኹም ዝሓረናዮም እዞም ክትከታተልዎም ዝጸናሕኩም ይመስሉ ነይሮም። ጌታቸው ኣለሙ ምስ ሰብ ሙያ ስቱድዮ ሓቢረኩም ነይረ።